ኣቲ ቆልዓ
ምስ ሰማራይ ተሰማምዐልኪ ጥራይ ንፍቕሪ ክትሓተኒ ከይትኾን ኣቤት እንታይ ደኣ ስምሪ እታ ናይ ውሽጥኺ ስለ ዝፈለጥኳ ዲኺ ሰንቢትኪ ተስፋ ሓወይ ኣይተወዐሞ ኣትግደፍና እንዶ ኣይትውዕ ኣይትውዕ እንዳበልኪ ብጎቦ ከተዝሕልኒ ኢልኪ ትፈትኒ ዒራ ናይ ደገ እዩ ገለ ኢልኪ እምበር ኣፍቂርክኒ ከም ዘይኮንኪ ጽቡቅ ገይረ ፈሊጠ ኣለኹ ኣፍቂርክኒ ይኾንኪ ኣታ ተስፋይ ኣነ ብዛዕባ ሰምሃር መሓዛ እየ ክዛረበካ ደልየ ብዛዕባ ሰምሃር ድኣ ንዓኺ እንታይ ይምልከተኪ ሰምሃር ትፈትወካን ተፍቅረካን እያ ድሌታትካ ተማልኣልካ ከም ድሌትካ ከኣ ትኾነልካ እያ
እወ ግን ግን ኣይትበል ከምተን ኣብ ደገ ዘለዋ ሰብ ሓዳር ሓደ ክልተ ዝገብሮ እሰይጓትካ ትፈልጥ ዲኻ ኣብ ገዛ። ንመናት እዩ ንዓይ ንተስፋይ እሞ ይፈለጥክንን ኣይፈለጥክንን ጽቡቅ ጌርኪ ይፈልጥክን ተስፋይ እኮ እየ ኣነ ተስፋይ ተስፋይ ኣይትበል እታ ዝነበርካያ ሕጊ ትፈልጣ ኢኻ ተስፋይ ኩን ተስፋ ዓለም ኩን ብዘየገድስ ጉዳይ ባልጃኻ ሒዝካ ኣብ ጎደና ኣይትርሳዕን ኢኻ ሰምሃር ግን ከምኡ ጌራ ኣይትፈልጥን እያ እወ ጽቡቕ ብዛዕባ እዚ መርዓ ተኾንኻ ከም ኩለና ለዋል ቬሎ ተኸዲና መርዓ ክትገብር ትደልያ እቲ ወጻኢታት ተኾነ ኣሲልኩም ትረዳድእሉ
ደሓን ኩሉ እዚ ትብልዮ ዘለኺ ሰሚዐክ እንደ ኩሉ ዝኾነ ይኹን ብዘየገድስ ኣነ ንሳን ክሳብ መዓት ኮይና ኣብኣ ምስ ኮትኩ ብዛዕባ መርዓ ዶ ብዛዕባ ገለ ወላ ሓንቲ ከይትዛረበኒ ከይትዛረበኒ ኣነ እዚ ኮለጌና ነገረክ እንታይ ዝገበርና ሰባት ኢና ኣብዚ ኸን ዕረፍ ኢና መፂና ዋላ እንታይ ክነዕርፍ መፂና ህውከት ኩሉ ግዜ ህውከት ህውከት ኣብኡ ህውከት ኣብዚ ህውከት እንታይ ዝገበርና ሰባት ኢና ንሕና ሰብ ቁም ቁም ነገር ክሓስብ ኣይክእልን ሃም ሃም ሰልዲ ሰልዲ ሰልዲ ሃም እንታይ እዚ ይካል

በይ በሊ ኢለ ከምሽ ነገር ጀሚራ ኣነ ክምለስ እየ ኣፍ ኣፍ ክሓዝ በልያ እዛ ሰብ እዚኣ
ዘረባ ድከብልኹ ኢለክምሽ ረያ በል እዛ ዓንጉለ ጠርጢራትና እኳ ከይደ ኣለኹ ኣነ ከይደ ኣለኹ ግደፍኒ በጃኺ እንታይ ትሪያ ዘይኹን እንታይ ትስብል ዘላ እንታይ ማለት እዩ ኢልክ ደይኮን ኣይዛረብ ደይኮን ስእልካ ሃለውለው ኣይትበሊ

ስኺ ግን ሓቂ ሕማም ናይ ገንዘብ ይደልክ ገንዘብ ዝሩ ዝሩ ዝሩ ዝሩ
ኣብ መርዓ ሰላሳ ሽሕ ክነጥፍ ትሓስብለ ኮ ኣይትሓስብልክ
ሰምሃር ከምታ ዘሎ ናይ ግቡኣ ግን ጌርናስ ንሕልፋ እዚኣ ግን ይለካ እስኻ ግን ገና ቅርሺ ክነውፅ ኣይደልኒ ኣለኻ ዋላ ቅርሺ ተዘይወፀ ንክልቴና ጥቕሚ ንመፃኢና እያ ንድሓስብ ሰምሃር ኣነ ክትራዳዱ ኢለን ድምፅኩም ቀስ ኢልኩም ጉዳይኩም ከዓ ካብ ባዕልኩም ፈትሕዎ

ተስፋይ ሓወይ ፍቕሪ እዩ ጥዑም ስለምንታይ ዘይትረዳድኡ በጃ ሕጂ ሞን ዓብ እዚኣ ክንፈል

ዝተኸፈተ ባልጃ ገለ ይበለል ዝኹሉ ዋዕዋዓ ገለስ ክትከውን ኣለዋ ይርእየኩም እንደ ዘለኹ መንፈስኩም መዓዛ ኣታትኩም ትሕቑ ኣብ ሰብኣዊ ገዲፍኩም ወደ ትመፁ ኣብኡ ዘይኮነልኩም እንታይ ኣብዚ መፂኹም ዘተሓዋቕፍ ነገራት ኣለኩም ቆርብ ኣታ ኣንቲ ብዚኣ ቁም ነገር ንሸ ቁም ነገር ኣይትገብሩን ቆርብ ኢልኩም ኣይትፍታሓን ኣታ ጥሙት ንኸዓ ከይጠሙትኒ ባዕ ኪሉ

ትማዒ ሕፁይ ዝፈትዋ ጓል እዩ
ሓሞይ ከመይ ዳ ኣላ እዛ ዘረባ
ከመያ ፍፁም ዘይትምኖ ጋሻ ወደይ ስማዕ ዳ
ሰማዕካ ኣለኹ ቀፅል እንድሓርካ ቅጫ ይብለኒ ዝበልካ ተበልካ ንሳይ ሓንቲ ሃብቲ ዘላትኒ ፈልጥ ይፈልጥ ፈልጥ ንሱ ፈሊጠ እኮ እየ ከምኡ ዝብለካ ዘለኹ የግዳስ ናብቲ ጉዳይ ክኣቱ ሕጂ ሓራይ ተደርገ
ቅልጥፍ ቅልጥፍ ኢልካ ተዛረብ ክድቅስ ደልየ ኣለኹ ደኺመ ኣለኹ ክዓርፍ ደልየ ኣለኹ
ደቅስካ ደ ሓደርካ ንኻ ሕጂ ኸ ተገልቢጥካ ክድቅስ ደሊኻ ናብ ኮቦርታ ክትኣቱ ወይ እኳ ስምሃር እንተ ኮይና ዘይትስእት ደንጉያ እንዳበልናት ንስኻ ኸ ተገልቢጥካ ሕጂ ተመሊስካ ክድቅስ ወለ እድቅስ ወ እንታይ ክንገብር ኢና መፅና ከነዕርፍ ደይኮናን መፂና እሞ በበይንኹም ደኣ ኣይትድቅሱ ወ በበይንኹም ዘይትድቅሱ ንባዕልኹም ብርዲጉዲግ ኢልኩም ክትድቅሱ እኮ ንዓና ደቃስ ከሊእኩምና እወ ወይ ከዓ ኪዱ ሆቴልኩም ተኻረዩ ኣባዛ ዓሙይ ሲባ ተጠንቀቕ ወይ ዓሙይ ሃገርገር ዝብል ገዛ ገዲፍና እዚ ሆቴል ክንካረ ገንዘብ ከነህልኽ በዓላታ ኮንካ ተዓሙይ እዚኣ እዚኣ እዚኣ ላግፂ ሓሲብካ እዚኣ ላግፂ ክዓሲብካ
ዓሻ ፅቡቕ ኣሎ ዘመድ ዓሻ ከፊእዎ ኣሎ ድዮም ዝብሉ ቦታ እንታይ ማለትካ እዩ ከመይ ኣበሃላ ከይተረዳን ኣበይ ክርዳእካ ኣበይ ክርዳእካ ዳ ኣብ ኪርካ እንድኻ ዘለኻ ሕጂ እውን ኣይሓዝኩኻ ከመይ ጌርካ ክትሕዘኒ መዓስ እንታይ ደትሒዝካኒ ትፈልጥኻ እንታይ ዶ ሂብካኒ ትፈልጥ ኸ እንታይ ዘትሓዝካኒ ነገር ኣለካ ድዩ ንስኻ እንታይ ሂብካኒ ድኻ ከመይ ገሉ ክርዳእካ መዓስ ከትሒዝካኒ ትፈልጥ እንታይ ከትሒዝካኒ ትፈልጥ ንዓይ ትሒዝካኒ ህኮት ይበሃል ካብ መዓስ ኻን ስኻ ተትሕዘኒ ዋ ኣንታ ስማዕ እንዶ ኣንታ ከመይ ስማዕ ዋ ቁሩብ ሒዝካ ይመፃኻ እንድኻ እንዳ ሰብ እየ ዝኣቱ ዘለኹ ኢልካ ሒዝካ ይመፃኻ እንድኻ ዝኾነ ዝኾነ ለኪምካ ይመፃኻ እንድኻ ዋ ከምዚ ከምዚ ዋ ዋ ኣንታ እንታይ መዓዝ ይወድስ ኣንታ እንታይ ሕማም ዋ ኣንታ ከበና ክንሕመለልኩም ኣንታ ከበና ክንምፀልኩም ኣንታ ብኻ ናይ ደገ ምዃን ዋላ ብኻ ተሪፍና ዋ ኣንታታይ መዓት እንታዝ ሃባ ሃባ ሃባ ሃባ ሃባ ጥራይ ዓብዮም ንእሽቶም ሰብኣዮም ሰበይቶም ኣንታታይ መዓት እንታዝ ኣንታ ቁሩብ ድሓን ድሓን እንታይ መዓት እንታይ መዓት ይትብል ካብ ሕጂ ንዮ ክነግረካ ከምታ ብኣ ኮንኩም ንናህና ንክፈል ትብልዋ ካብ ሕጂ ንዮ ኮመደረ ከምፅኤ ሽጉርቲ ትቕርብ ዘይት እንተምፅኤ ሰሚዕካ ደለኻ ዋላ ጣይታ ገዚእካ ትቕርብ ጣይታ እንተምፅእኻ ዋላ ሽሮ ተምፅእ ከምታ ናይ ታንዮ ኮንኩም ነናህና ንክፈል ትብልዋ ሕመራ ኮሚደረናን ማሕበራዊ ሂወት ናህና ጽቡቅ እዩ ሕብረተሰብና ጽቡቅ እዩ ሂንካን ሃባን ኢልና እምበር ከምዚ እንድሕር ኮንካ ይርየካ ኣሎ ዋ ከመይ ኢሉ ኢኻ እቲ ነብስኻ ስጉድ እዩ
ናበይ ከይዶም ደኣ እዞም ገዛ? ዋላ ንዓይ ውን እኮ ገሪማትኒ እያ ዘላ። ገለ ዶ ክረዳድኡልና ናይዚ ዘምጻእናዮ በጊዕ ዶ ገለ ክዘራረቡ ከይዶም ይኾኑ? መፋነዊ ኢልካ ኢኻ። እዋእ እንታይ ደኣ?
ብዘይ መፋነዊ ደኣ ስቕ ዶ ስቕ ኢልካ ስደድ እዩ። ወይኒ ጣዕዋ ዝኾኑ በጊዕ እናርኣዩ ዳሞ እዋ እንደ ገለ ዝገብሩ ኾኑ ግድን ግድን ስቂልካ ዶ ሰብ ስደት ኮይኑ ደሓር ከኣ እንታ ወዲ ሓወይ እዛ ጓል ሓውና እኮ ትቐደም ከመይ ዝበለት በላሕ ፍጥረት እኮ እያ ነይራ ወ
ሕጂ ከኣ እሞ ኣብቲ ዓዲ ጸዓዱ ኮይዳ ልቦና ወሲኻትሉ ትኸውን እምበር ይገርመካ እዩ
ሰብኣያ ከኣ ርኢኻዮ ከመይ ዝበሉ ኳዕና ኳዕና ሰብኣያ ሒዛ መፅያ ዘላ ዋዕ እዚ ዳኡ መገለ ክሰኣኑ ኢልካ ትሓስብ ተሓውቦይ ክነግረካ እቲ ሰብኣያ እስከመይ ገለ ዶ ሰው የብለልና ኸውን እምበር ዋዕ ከምዚ ተዘይገይሩ እሞ ከዓ ክንዲ ጣዕዋ ዝኾን በጊዕ ኣምፂና ኣሎ ዳሞ ዋዕ ነዚ እንተዘይተንቀሳቂሱ ነዚ በጊዕ እዚ ርእዩ እንተዘይተንቀሳቂሱ ኣብኣ ከሎ ናይ ኣብርሃም ሓሙኡ ሒዙ ኣሎ በለኒ ዓይ
ናይ ኣብርሃም ገዲፍካ ተዛረብ። ሓደ ግዜ ዝገበረኒ ዕሊለካ ዶ ነይረ? ዘይዕለልካኒ? እንታይ ድዩ ገይሩኒ? ሃየ እንታይ በለካ? ሓደ ግዜ ዶ ተጸልይኒ ሕክምና ኣስመራ ከይደልካ ኣይነበርኩም? እወ። ዶክተር መድሃኒት ኣዚዙለይ ካብ ዓቕመይ ንላዕሊ ምስ ኮነ ሓግዘኒ ክብሎ ኢለ ምስ ከድኩ እንታይ ድዩ ኢሉኒ? እንታይ ኢሉካ? ናይዚ እኳ ዘረባ የብሉን። ኣታ ወድ ሓወይ እዞም ዶካተር ስቅ ኢሎም እዮም ሓንቲ ይገብሩልካን እዮም ስቅ ኢልካ ከይከሰርካ ዓድካ ኪድ ካበለን ካብ ቁልቁል ዝኣፋ ግርም ይብለካ እዋይ እዋይ ዝስ በይኑ እዩ ሓወቦይ ኣንታ ከይሕግዝ ኢሉ ቆይ ምስ ሓወቦይ ዘላ ዕንቅርብዒት ግርም እዩ ዝብለካ በቃ ሓልዩ ዘይኮነ ከይሕግዝ እንዳኣሉ ዓድና ከዓ ኣራዊት ኣሎ ገለሎ ሲ ብዋኑ ስግር ክንብላ ፋኑና ዳ ሓራ ይብሉ ክንከይድ ኢልኩም ምርኻብና ብ ሰላም ኩን።
ኣቤት እ ክንከይድ እኳ ኢና ንብለኪ ዘለና ዋላ ንቐጻሊ ንራኸብ። ኤህ ከምኡ ዘይበሃል ብህይወት ክሳብ ዘለናስ ደሓን ንራኸብ ደኣ። ደሓን ደሓን እንተኾነ ትብርሃም ደኣ ደንጉዩ ከኣ።

ኣንቲ ጓል ሓወይ ዋ ቁሩብ ቁሩብ ኣይትሓስቡ እንዲኹም ይርዳእኩም እንዲ ቁሩብ እዚ ሒዝናዮ መፂና ዘለና ክንዲ ጣዕዋ ዝኾን በጊዕሲ እንታይ ኮይኑ ዝረኣየኩም ዘሎ ደሮ ኮይኑ ዝረኣየኩም ዘሎ ቁሩብ እባ ወይለከ ስምዒ ካብ ኩሉ ዝወዲ ሓው ቦኺ ተቀያማይ እዋእ ንዓይ ከኣ ምስኡ ልክም ኣቢልኪ ገለ ግበር በልዮ ወይለከ እዋ ገለ ይግበር ሰብኣይኪ ዋይ ሓወቦይ እዚ ሰብኣይ ደኣ እሞ ወስ ክብል ዘይክእል ኣንታ ሰብኣይ ጓል ሓወቦይ እንታይ ግብሩ ኢኹም ትገብሩ ዘለኹም ብደውና ገለ ከይበልኩም ትሰዱና ኣለኹም ክገርመካ እዚ ትርእዮ ዘለኻ ሓወቦይ ተቐያማይ ንሱ ከይቅየመኩም እንታይ ኮይኑ እዩ ማቅየ ኣንታ ሰብኣይ ጓል ሓወቦይ እዛ ትገብርዋ ዘለኹም ግብርሲ ፅብቕቲ ድያ ኮይና ንሕና እኮ ጓል ሓወቦይ ምስ ሰብኣያ መፅያ ኢልና ኢና ከመይ ዝኣምሰለ በጊዕ ሒዝናልኩም መፂና ንስኹም ግን ቁሩብ ፍትሕ በሉ ኣሃ
ሕጂ ሒዘካ ፅቡቕ ዝሓወይ መሓዝ ጥራይ ግን እኹል ኣይኮነን ፍትሕትሕ በል ኣነ ይነግረካ ኣለኹ ሓወቦይ ተቐያማ እዩ ዓዲ ከይዱ ዓዳ ብዓዳ ስምኩም ከጸልማ እዩ። ደሓን ደሓን ዝሓወይ ብዙሕ ኣብ ምጽላም ምጸላውን ኣይትገደስ ብዘረባ ሰባት ኣይንግደስን ኢና። ነቦይ እኮ ብብቂ ብዓሰርተ ዓመት እዩ ዝዓብዮም ወስ ክብል እሞ ይከኣልኒ እዋ
ከምኡ ዲኹም ንሕናስ ደኣ እሞ ረኺብና ዲና ደኣ ኣምፂና መሲልኩም ዝበግዕ ካብ ዘይብልና ጭቕቕ ኢልና ኮይና ኣምፂናዮ ዘለና ቁሩብ ዋዕ ንዕዳ ልቢ ግበር በልዮ ቁሩብ ወሓ ኣቦይ እሞ ካበይ እዩ ግን ድሓን በቃ ግዜ ከ ኣሎ እንዶ ድሓን ምስ ግዜ ከ ክንሪኢና ዋዕ
ስምዒ ኣነ ነግረክ ኣለኹ እዚ ወዲ ሓውብኺ ተቐያማይ ተቐያማይ እዩ ሰሚዕከ ይኸዓ እንተዩ ዝበለ ከዓ ኣይንምለሰኩም ኢና ድሕሪ እጂ ኢሉክ እዩ ቁርባ ልቢ ግበሩ እሞ
ክንፅበየኩም ዶ ተፋኑና ወላስ ክንከይድ ሓራይ ወደ ሓንሳብ በሉ ከፋነወኩም እየ ሓንሳብ ፅበዩ ኣንታ ሸጊርናኩም ዶ ሓወቦይ ሓወቦይ
ኣቤት
ስማዓና ሓወቦይ ሕጂ እዚኣ ክንፅበዮም ኢና ዝህቡና እንተኾይኖም ፅቡቕ ዘይህቡና እንተኾይኖም ግን በጊዕና ሒዝና ክንምለስ ኢና
ከምኡ ትብል ወዲ ሓወይ ነውሪ እዩ ዋእ ከምኡ ዘይበሃል ናይ ምንታይ ነውሪ እሶም ዝገብርዎ ዘለዉ እዩ ነውሪ እሞ ንሶም ተጋጊዮም ኢልና ንሕና ዶ ክንጋገ ኮይንና ፅቡቕ ዘይኮነ ኣያ ፅቡቕ ንዝፈልጥ ጥራይ ኢኻ ፅቡቕ ትገብረሉ እዚኦም ግን
በረ

ጸኒሑ እምበኣር ክንበጽሖም ኢልና መጺእና ሲ እቲ ሰብኣይ ጓልካ ከኣ ሓንሳብ በሉ ጽንሑኒ ተጸበዩ ኢሉና ከይዱ ኣሎ ንሕና ንጽበ ኣለና እንታይ ተጽቢ ዘንታ እታ እንጀራ ከ ቁሩብ ዶ እኽለ ማይ በሊዕኩም ዶ ደሓን እኽልስ ናብ ዘብሎ የብሉን እቲ መጀመርታ እኮ ተስፋ ቁሪጾምና እንድዮም ነይሮም እወ ሕጂ ግን ከነፋንወኩም ምስ በሉ ሕጉስ ኢልና ዋይ ደሓን ደሓን ደሓን ኣብ ምፍናው እንተበፂሕኩምስ መባዕለይ ዘይፋንወኩም ተ እንድሕሪ እንጀራ በሊዕኩምሲ እሱ ጥራሕ ትፅበዩኻ ይትህልው ደው ከየብልኹም ባዕለይ ዘይፋንወኩም ትምፍናው ጥራሕ ተበጊስኩም ተዳሊኹም ድኹም ደሓን ደሓን ኣብርሃም ሓወይ እሳ ደኣ ክትፋንወና ዘይኮንካትያ
ወለካ እንታይ ዲኹም ትደልዩ ዘለኹም ብዘይካ ምፍናው ደኣ ካልእ እንታይ ኣሎ ድዩ ክንፋነው ኢና ደሊና ስለ ኮፍ ካይትብሉ ካይትደኹም እንዳኣናኒ ኣንታ ሓወቦይ ንስኻ እሞ ኣብዚ ካብ ንመፅእ መዓስ ኣፋኒኻና ትፈልጥ ከተፋ ክንፋነ ደሊና ኢልኩምኒ ንፍናው እንተኮይኑ ከዓ ደሓን ደውካ የብልኩም ባዕለይ ከፋንወኩም ይብለኩም ኣለኹ እንታይ ድኹም ኮንኩ እንታይ ረኪብኩም ንሕና ከዓ ሲ ሰብኣይ ጓልካ ባዕሉ ከፋንወኩም እየ ኢልና ኣሎ እሞ ንፅበዩ ኣለና ንዑ ክትፅበዩ

እዚስ ከፋንወኩም እህህ ትጽበዩ ጸኒሕኩም ሄይ ትሪእዎ ኣለኹም በል ተስፋ ይበሃል ባ ደንጊኹም ዶ ኣነ ኸኣ ከይመሰየ ከሎ ነታ ዘምጻኹማ ሻይሲ ብሓንሳብ ክንቋደሳ ሓርድ ኣለኹ ግንስል ግንስል ኣቢላ ክንበላዕ ብሓንሳብ ብሓንሳብ ክንቋደስ ሻይ ዳይዳ ናትኩም ብናቱ እህህ

ኣታ ከመይ ዓይነት ሰባት ኢኹም ኣታ ስኹም ኣታ እንታይ ዓይነት ሰባት ኢኹም እንታይ ዓይነት ፍጡራት ሰባት ኢኹም ስኹም ወደ ኣታ ርሙስ እንተ ኾንካ ኢኻ ካብ ንመጽእ ክሳብ ሕጂ ብኣና ተማር ዘላ ኣታ እንታይ ከዘ የማር ኣለኒ እንታይ ከለ የማር ኣለኒ እንታይ ከለ ከይደ ኣታ ኣታ ንስኹም እኳ ውላ ሓንቲ ውላ ሓንቲ እኳ ኢኹ መእተዊ ንበሃል ዘይብልኩም

ኣንታ ሓወይ ባእ ዘረባ ዶ ጠፋእካ እዩ ተዛረብ እምበር ታይ ስቅ ትብል ደኣ ተዛረብ። ኣታ ክንደይ ግዜ እሞ ክዛረብ ክንደይ ግዘ ዘይተዛረብኩ ባቃ ዝሰምዓኒ ግን ስኢነ መጠርነፊ እኮ ሲኢንናልኩም ባቃ። ከምኡ እንድዩ ኮይኑ ዘሎ ሎሚ ሎሚ ሰብ ዝዛረብ ሰብ በዚሑ።

ምጸን ዓረብ ሙሱ ምታሕና ኣባራሽ ባባ እንታይ ደኣ እንታይ ደኣ ብቐሽ ጠውዕኹም ዝናስሓ ገለገለ ኣለካ ወይስ ነዚኦም ኢኻ ከተናስሖም ደሊኻ ዘላ ባባ ነዚኦም ከመይ ዝኣምሰለ ቀሺ ማይ ድጋም ደጊሙ ምግንጫቡን ጥራይ ኮፐር ኮፐር ኮፐር ሎቕማት መዳናገሪ ቁፅሪ ሓደ ባባ ንምንታይ ዲኻ ባባ ቀሺ ትፅውዖ ዘለኻ? ተእተወኪ ተእተወኪ ንዓኺ ኸይ ርእቶ እንተኾይኑ ዳሞ ኸይድ ኮፍ በሊ ይብለኪ ኣለኹ ኮፍ በሊ ካብዚኣ ዋላ ሓደ ሰብ ዝወፅእ የለን መዓልቲ በቐሺ ክመፁ እዮም ይምፅኡ ጥራሕ ይምፅኡ ጥራሕ እንታይ ከም ዝገብር ከዓ ባዕለይ ኣለኹ ባባ እንታይ ኢኻ ትዛረብ ዘለኻ ዋ ኮፍ ሓንሳብ ኣይምልከተክን እዩ ትብለኒ ድወፅእ የለን ትብለኒ እንታይ ኢኻ ኮንካ ኣይምልከተክን እዩ ሕጂ እውን ኮፍ ይብለክ ኣሎ ማኑ ተወፃእ መን ኢሉኳ ኣውራ ንስኻ ክትወፅእ ዘይብልካ እወ ሕማምካ እንታይ እዩ ክፍለጥ ዘለዎ ቀሺ ምፃእ ቀንዲ ቀንዲ እየ ዝዛረበካ ዘለኹ ንስኻ ንስኻ ቀንዲ ከምዚ ገርካ ዓማሚኹካና ዘለኻ ኣይነበረና ኣይጠፋኣና ኢድና ቡጡሕ ነበረ ብሰንክኻ ናብ በቀቕ ተተቐይርና ኣለኻ ኣብዚ ጭባጦ ኣታ ንስኻስ ካብ ደገ መፂኻ ንስኻስ ካብ ደገ መፂኻታ ዓይና ኣይትነገጣ ከመይ ኢልካ ሃገር መፂኻ እስኪ ንገረኒ ቁርብ ቁርብ ሓሞይ እዚአን ምስ ቤዛኻ ልክዕ ሱቕባ ሓሞይ እዚአን ክዳውንትኻ ሓሞይ እዚአን መዛወሪኻ ሓሞይ እዚአን መንቀሳቐሲኻ

ይቕረ ግበሩ ሌላ እባ ቐሺ ቅድሚኹም ይጅምር ኣለኹ እምበር ኣነ
ኣታ ቆልዓ ሱቕ ዘይትብል ሱቕ ዘይትብል ኣይትሓንኽ እንዳ እውቦይ መዓረይ ኣይትሓዘለይ ቅድሚ ካልእ ተዛሪበ እንታይ መሲልኩም ኣታ ቆልዓ ከምዚ ዘይትብል ተስፋይ ተስፋይ ዝሓን ተስፋ ስለ ዘይብልካ ቅድሚኻ ክዛረብ ጸገም የብሉ ኣነ እንታይ ክብል ደልየ እዞም ናይ ደገ ካብ ዝመፁ ሰላም እዩ ዝበሃል ስኢነ ወላ ሓንቲ ሰላም ዝበሃል እዩ ካብ ደገ ንኣክል መፂኦም ቁሩብ ቁሩብ ተፈቲሖም ዶ ይፈልጡ ኣብዚ ገዛ ንሕልፎ ደላ ምካል ሓንቲ ንፈልጡ ኣብዚኣ እሞ ሓንሳብ ሓንሳብ ኣብዚኣ እቲ ጸገም ዘሎ ሕማቕ ትፅቢት እዩ ትፅቢት እዩ ዝኹሉ ዘዛርብ ዘሎ ዘየለ ትፅቢት እናተፅበዩ እዚ ኩሉ ኣምፂኦም ኣምፂኦም ኣንታ ስማዕ ዶ ክብለካ ካባኹም ዘይተፀበና ዳሞ ካብ መን ክትፅበ ኢኻ ደልደላ እሱኹም ዘይገበርኩምላስ መን ይገብረና ኢልኩም ትሓስቡ ስማዕ እባ ክነግረካ ዋታ እንተ ኣነ እኮ ሓመቐሲ ዋ ኣነ እኳ ገርመን እኳ ዕርፍተ ኣለዎ ሕጂ ናይ ደገ ገለ ዘለዎም ኣሕዋቶም ገለ ኣታ ከመይ ድም ትጅንጅኑ ኣነ ናብ ወይን ካብዛ ተዓምፂትና ንዖም ግን ካብ ትፅቢቶም ወፃኢ እዮም ድገብሩ ትፅቢቶም ውሕድ ኸውን ናይ ክልተ ቅርሺ ይሓቱ ናይ ክልተ ሚእቲ ግበረሉ ስኢልካስ ክኸፍል ኣንታ በጃኹም ርእይዎ ኣብ ገዛይ መፂኻ የፋልጠለይ ኣንታ ፀገምካ ሒዝካ ከስቕ ዘይትብል ኣብ ገዛይ መፂኻ እንታይ ደኹ ኣንታ ኣቦ ይርእዮ እባ ሓንሳብ እሞ
ብዘይ መደብ ወደይ ሓንሳብ እሞ ፅንሕ በል ብቐሺ ኣይተሓዝሉና ስማዕ እስኪ ተስፋይ ወደይ ካባኹም ዘይተፀበናላ ካብ መን ክንጽበ ደሊኻ? ሙኸታ ጥር ትበል ቆረብ እኮ ክተጥ ንእሽተይ እኮ ክተጥዕሙና ኣለኩም። እሞ ኣነ ኸኣ ኣይትጸበዩ ይብል ኣሎ። ኣቤት ኣቤት እስኪ ንገረኒ ድገመኒ እስኪ። እወ እንታይ መስለኩም ብዘይ መደብ ወደይ ኣብዚ ናይ ተጸባይነት ብዙሕ ተስፋ ከም ዘለኩም እየ ክሰምዕ ጸኒሐ። ህርፋን ጸባ ዝጓጉል ማይ ወደኤ ዝበሃል ምስላ ኣሎ። እዞም ናይ ደገ ብዙሕ ሰብ ይፅበዮም ከምቲ ክኾነሎም ዝኽእል ድማ ብዙሕ ክገብሩ ኾኑ የግዳት ናብራን ህይወትን ከዓ ኣይባፅሓሎም ንኸውን ትድልየታትን ክውነትን ብዘይምእኻሉ ከዓ በቲ ዝሃብኹም ተመስገን ኢልካ ምሕዳር ይእኹል ኣብ መቐሽ ደይሃቡና ደይሃቡና ወላ ሓንቲ ደይሃቡና ደይጣዕምና ወላ ርኢናሎም ደይንፈልጥ ድሓር ከ እንታይ ኮንኩም ንስኻን ኣቦይ ነዛ ትፅቢት ከትደጋግሙዋ ኣለኹ ንስኹም ከ ትደጋግሙዋ ኣለኹ ንዓሞ ዘይመደብ ወደይ ሓንሳብ እሞ ስኽን ኢልካ ትዛረብ ቁር ቁጣዕ ቁጣዕ ትብላ ኣለኻ መጀመርያ እንኳዕ ደሓን መፃኹም እንኳዕ ገፅኩም ኣርኣየና ይበሃል ብድሕሪኡ እሳቶም ከዓ ናቶም ኣተሓሳስባ ኣለዎም ዝኾነ ግን ኣቐዲምካ ዘለፋ ኣብዚሕካ ኣሎም ኣቐዲምካ ብዙሕ ድልየታትካ ገሊፅካ ከምቲ ቀዲመ ዘልክዎ ህርፋን ጸባ ስጋ ጉድማይ ወደኤ ኮይንካ ሰብ ወዲ ሰብ ክቀያየምን ክጻላእን ምስ ነብሱን ምስ ሰብን ክጻላእ ጅምር ኣብ ተጸባይነት ምስ ዝምርኮስ እዩ ባዕሉ ክሰርሕ ብየማና ኢሉ ክንቀሳቀስ ተጀሚሩ ተጸላእነት ዝበሃል ቂምታ ዝበሃል ኣይሕድን እዩ ነብሱ ተጸባይነት ግን ኣደዳ ቂምታን ኣደዳ ቁጥዐን ኣደዳ ጽልእን ዝገብረካ ዝወደይ ሕስብ ኣቢልካ ምስ ነብስኻ ብየማናይ ኢድካ ሰሪሕኻ እንተኣተኻ ንዓኻን ንስድራቤትካን ንኣሕዋትካን ንከባቢኻን ዘፋቕረካ እሞ ሰሪሕኻ እንተበልዓ ክሓሸካ ምኽንያቱ ዝተጸበኻዮ ተዘይተማሊእልካ ስለምንታይ ዘይተገብረለይ እንዳልካ ኢኻ ምኒን ክትብል ትነብር ተጸባይነትካ ካብ ምኒን ሓሊፉ ዘምጻልካ ካልእ ነገር የብሉን ኣቦ ቐሺ
እዚኦም ተጸቢኻ ኣይተጸበኻ ኩሉ ሓደ እዩ ድፍታሕ ኢድ ይብሉ የብሎም ስምዓ እሞ ዘይመደብ ወደይ ኩልኻትኩም ስድራ ስምዑ እሞ ተጸባይነት ንድሕሪት ዝመልሰካ ንቕድሚት ኣየብለካን ስለዚ ካብ ተጸባይነት የማና ኢልካ ትበካ መን ህበካ እዞም ሰባት እዚኣቶም ከኣ ደገ ኣለዉ በሃሊ ኮይኖም እምበር ሓሻኪ መሰኪን በዚ ኣሞ ትደሊ በዚ ሓትነት ደሊ በዚ ሓወቦ ደሊ ናብ ክንደይ እዮም ክምቀሉ እቲ ገለ ገልጢ ድማ በዓልና ሕግዝ ነብሎም ኩሉ ነገር ካብኦም ተጸበይቲ ኣይንኹን ንኹላትኩም እየ ንኹላትኩም ዝዛብ ንዓኻትኩም ይኹን ነዞም ኣብ ዝጸናሕኹም ይኹን ንኹላትኩም እሞ እዚ ኩሉ ክብሎ ዝጸናሕኹ ተረዲእካ ክኸውን ኣብ ልብኻ ሰዊጥካ ክኸውን ተስፋ ይገብር ዝወደይ። ህ
እዚ በቐሹ ክብለኩም ዝጸንሐ ተረዲእኩም ዶ?
እሞ ተረዲእካ
ተረዲእኳ ዶ ንዓኻኺ እንታይ እሞ
የግዲ ኣይ ክንኣት ኢና በቐሺ